ሰላም ከመይ ኣለኹም ተኸታተልቲ ናይል ሚድያ ከመይ ኣለኹም ከመይ ቀኒኹም ሎማዓንቲ ናባኻትኩም ህላወ ኩነታት ትግራይ እንታይ ይመስል ዝብል ነገራት ንዓኻትኩም ተኸታተልተይ ንምንጋር ከምኡ እውን ድማ ኣብ ትግራይ ይግበሩ ዘለዉ ሓደሽቲ ነገራት ናባኻትኩም ንምቕራብ እየ መፅየ ዘለኹ። ከምቲ ዝፍለጥ ኣብ ዝሓለፈ ሰሙን እውን ድህዝዝ ሰቢልና ሓፈሻዊ ናይ ትግራይ ኩነታት እንታይ ይመስል ዝብል ነገር ሰሪሕና ነይርና። ሎማዓንቲ ድማ ብዛዕባ ትማሊ ኣብ ትግራይ ኣብ ከተማ መቐለ ኣጋጢሙ ዝነበረ ናይ ንፁሃን ኣብ ልዕሊ ንፁሃን ዜጋታት ዝተገበረ ጨፍጫፍ ኣመልኪትና ኢና ፕሮግራም ንሰርሕ እንታይ ኣጋጢሙ ዝብል ነገር እቲ ዝኣከብክዎም ሓበሬታታት ናባኻትኩም ናብ ተኸታተልተይ ከቐርብ እየ ማለት እዩ። ከምቲ ዝፍለጥ ኣብይ ኣሕመድ መንግስቲ ኣብይ ኣሕመድ ኣብ ልዕሊ ንፁሃን ተጋሩ ሕዚ ኣይኮነን ጨፍጫፍ ጀሚሩ ከምቲ ብቀዳማይ እውን ዝተዛረብክዎ ናብ ስልጣን ካብ ዝመፀ ጀሚሩ ተጋሩ ብምእሳር ተጋሩ ብምቕታል ተጋሩ ብምብስባስ እዩ ክሳብ ሕዚ ኣብ ስልጣን ፀኒሑ ዘሎ። ኣብ ዝሓለፈ እውን ኣብ ትግራይ ዝተኻየደ ፅንታዊ ኩናት ዝርሳዕ ኣይኾነን። ኢትዮጵያ ብህይወታ ሪኣ ዘይትፈልጦ መሕዘኒ ፍፃመታት ኣብ ትግራይ ተፈፂሞም እዮም። ኣብ ልዕሊ ህዝቢ ትግራይ ጄኖሳይድ ተፈፂሙ እዩ። ድሕሪ ድሕሪ እቲ ውግዕ ናብ ፕሪቶሪያ ውዕሊ ስምምዕ ተፈሪሙ ንእሽተይ ካብቲ ናይ ድሮን ናይ ነፋሪት ደብዳባት ቅሩብ ተህዝቢ ኣዕሪፉ ነይሩ። እዚ ማለት ግን ሙሉእ ሰላም እዩ ነይሩ ማለት ኣይኾነን። ተመዛበልቲ ናብ ቦትኦም ኣይተመለሱን ነይሮም። ካልኦት ነገራት እውን እቲ ችግር እንዳቐፀለ እዩ ነይሩ። ነገር ግን እታ ድምፂ ናይ ጥይት፣ ናይ ድሮን፣ ናይ ነፋሪት ግን ንእሽተይ ደው ኢላ ነይራ። ኣብ ዝሓለፉ ሰሙናት ቅድሚኡ ኣብ ኣላማጣ ኣብ ዝተፈላለዩ ከባቢታት ናይ ድሮን መውቃዕትታት ናይ ኣየር ድብደባታት ኣብ ልዕሊ ንፁሃን ይፍፀም እዩ ነይሩ። ትማሊ እውን ትማሊ እውን ኣብ ከተማ መቐለ ዳዕሮ ኣብ ዝበሃል ኣከባቢ ናይ ኣየር ደብዳብ ተኻይዱ ነይሩ። ኣብቲ ከባቢ ምንም ዓይነት ኣፅዋራት ይኹን ናይ ሰራዊት ምንቅስቓስ የለን። ኖርማል ወይ ድማ ኩሉ ግዜ ሰላማዊ ህይወቶም ዝነብሩ ዜጋታት ዘለውዎ ከባቢ እዩ። እቲ ሰፈር ትማሊ ደብዳብ ዝተኻየደሉ ኣብ ዳዕሮ ማለት እዩ እንዳ መምሃራን ተባሂሉ እዩ ዝፅዋዕ። መብዛሕትኦም ኣብቲ ከባቢ ዘለው መምሃራን እዮም። ብመምህርነት ናብርኦም ዝመርሑ ቤተሰቦም ዘመሓድሩ እዮም። ስለዚ ምንም ዓይነት ናይ ሰራዊት ምንቅስቃስ ካሊእ ነገር የብሉን ነገር ግን ሚግ ሚግ ብዙሕ ግዜ ናይ ውግእ ኣይ- ኣይሮፕላን እንደውም በምሓርኛ የውጊያ ኣውሮፕላኖች ተባሂሎም እዮም ዝፅውዑ ኣብ ውግእ እ፣ እ፣ ዝጥቀሙላ እ፣ ነፋሪት እያ ትማሊ ኣብ ልዕሊ ንፁሃን መፂኣ እ፣ ደብዳብ ፈፂማ ብርክት ዝበሉ ሰባት ንብረት ዓንይዎም'ዩ። ብርክት ዝበሉ ሰባት'ውን ህይወቶም ኣብ ሓደጋ ኣትዩ'ዩ። ክሳብ ሕዚ ናይ ዝሞቱ ዘለዉ ኣይመስለንን ወይ ድማ ሓበሬታ ኣይረኸብኩን። ነገር ግን ኣብ ልዕሊ ህፃናት እና ብዙሕ ኣዴታት ዝርከብዎም ድማ ናይ መቑሰልቲ ሓደጋ በፂሕዎ እዩ በፂሕዎም እዩ። ህፃውንቲ ነይሮም። እቲ ኣነ ዝሰማዕክዎ ብጣዕሚ ዝገረመኒ ድማ። ካብ ሓደ ገዛ ኣርባዕተ ህፃናት ቆልዑ ምስ ወለዶም ተወቂዖም ሕዚ ኣብ መቐለ ዝርከብ ኣብ ዓይደር ሆስፒታል እዮም እኒአው። ስርዓት ብልፅግና ታርጌት ዝገበሮ ንህዝቢ ትግራይ ርእሱ ንምድናን ንህዝቢ ትግራይ ንምብራስ እዩ እምበር ካሊእ ኣብቲ ከባቢ ምንም ዓይነት ናይ ወታደራዊ ምንቅስቃስ ስለዘይነበረ እቲ ታርጌት እቲ ህዝቢ እዩ ማለት እዩ። እቲ ታርጌት እቶም ቆልዑ እዮም። እቲ ታርጌት ዝተገበሩ እዞም ኣዴታት እዮም። ታርጌት ዝተገበረ እቲ ኖርማል ሂወቱ ዝመርሕ ሲቪል ማህበረሰብ እዩ ስለዚ እዚ ሕዚ ኣይኮነን ጀሚርዎ ኣብይ ኣሕመድ ዝቀፀለ እዩ ስልጣን ካብ ዝሕዘሉ ግዜ ጀሚሩ ክሳብ ታሕዚ ሰዓት ምስ ህዝቢ ትግራይ ተደጋጋሚ በደላት እንዳፈፀመ ዓለም እውን ንምንታይ ስቕ ኢሎም ከም ዝርእይዎ እዩ ኣነ ዘይርድአኒ ዘሎ ምክንያቱም እዚ ገበን እዩ ኣብ ከተማ እሞ ድማ ሲቪላት ኣብ ዝነብሩሉ ከባቢ ሓንቲ ናይ ውግእ ኣውሮፕላን መፅያ ክትወቅዕ ከላ እቲ ምክንያት እቲ ዕላማ ምንም ኣይኮነን። እቲ ዕላማ ህዝቢ ትግራይ ናይ ምፅናት ባህሪኡ እዩ የቕፅሎ ዘሎ ማለት እዩ። ብልፅግና ከም ምክንያት ዘቐምጦ ነገር ህወሓት ንምውቃዕ እየ እዩ ዝብል እና ህወሓትን ህዝቢ ትግራይን ብጣዕሚ ዝተፈላለዩ እዮም። ቅድሚ ህወሓት ህዝቢ ትግራይ ነይሩ፣ ድሕሪ ህወሓት እውን ህዝቢ ትግራይ ክቕፅል እዩ። ነገር ግን ኣብይ ኣሕመድ እቲ ታርጊት ዝገበሮ ንቲ ህዝቢ እዩ እቲ ዘጥፈእና ዘሎ እቲ ዝቀፅዐና ዘሎ እቲ ኣብ ዓለም ተራእዩ ዘይፈልጥ ገበን ዝፍፅመልና ዘሎ ተጋሩ ብምኳንና እያ ተጋሩ ብምኳንና ኢና ትማሊ ብጣዕሚ ኣናእሽተይ ቆልዑ ደቂ ሽዱሽተ ዓመት ደቂ ዓሰርተ ዓመት ደቂ ኣርባዕተ ዓመት ዝተወቅዑ ተጋሩ ብምኳኖም እዮም እምበር ካሊእ ዝተፈለየ ነገር ሃልዎም ኣይኮነን ስለዚ ስርዓት ብልፅግና ቲፒኤልኤፍ እና ህዝቢ ትግራይ ሓደ እዩ ኢሉ ብሓደ እዩ ዝቕጥቅጠና ዘሎ ማለት እዩ። ካሊእ እቲ ብጣዕሚ ዝገርም ነገር ሕዚ ሕዚ ናብ ኣብይ ኣሕመድ ዝተፀግዑ ጥቅመኛታት ከብዶም ዝፈቱ ንሕና ናይ ኣብይ ኣሕመድ ተጋሩ ኢልና ንፅውዖም እቲ ትማሊ ኣብ ልዕሊ ንፁሃን ዘጋጠመ ናይ ኣየር ደብዳብ ድሮን እውን መፅያ ነይራ ይበሃል ነይሩ ትማሊ እሳ ርግፀኛ ኣይኮንኩን ኣብ ዳዕሮ ግን ናይ ነፋሪት ደብዳብ ነይሩ ኣጋጢሙና ታርጌት ዝወቅዐ እዩ እንዳበሉ ነይሮም ንቲ ካሊእ ማሕበረሰብ ንናይ ዓለም ማሕበረሰብ እውን ከደናግሩ ፈቲኖም ነይሮም እቲ ብዙሕ ዓይነት ምክንያታት ኣቐሚጦም እኔዉ። ታርጌት ከም ዝተወቕዐ፣ ኣብ ልዕሊ ንፁሃን ምንም ዓይነት ነገር ከም ዘይበፅሐ፣ እቲ ብጣዕሚ ዝገርም ህፃውንቲ ቆልዑ ኣብ ሕክምና ዓይደር ሕክምና እንዳተውሃቦም ዘርኢ ብጣዕሚ ብዙሕ ምስልታት እንዳወፁ ነገር ግን እሱ ብምኽሓድ ምንም ዓይነት ሲቪል ኣይወቅዐትን ምንም ዓይነት ንፁህ ሰባት ኣብ ልዕሊ ንፁሃን ሰባት ጉድኣት ኣየብፀሐትን ኢሎም ክሒዶሞ እዮም። እቲ ናይ ኣብይ ኣሕመድ ድርጊት ክሒዶሞ እዮም። ቅድሚ ሕዚ ኣብይ ኣሕመድ ጨፍጫፍ ክፍፅም ከሎ ብናይ ባዕሉ ሚድያታት ገይሩ ወይ ድማ ናይ ባዕሉ ኣክቲቪስትታት ነይሮም ወፂኦም ከምዚ ኣይገበረን ዝብሉ ሕዚ ግን ኣብይ ኣሕመድ ልሳናቱ ኮይኖም ኣለው እዞም ናብ ኣብይ ዝኸዱ ናይ ኣብይ ተጋሩ ናይ ኣብይ ኣሕመድ ልሳን ብምኳን እቲ ኣብ ልዕሊ ህዝቢ ትግራይ ዘጋጠመ ጨፍጫፍ ክሒዶምዎ እዮም እዚ ድማ ባንዳነት እዩ ባንዳ ማለት ሃገሩን ህዝቡን ዝከሓደ እዩ ስለዚ እዞም ትማሊ ኣብ ልዕሊ ህዝቢ ትግራይ ኣጋጢሙ ዝነበረ ደብዳብ ደስ ኢልዎም ህዝቢ ትግራይ ተሓጒሱ እኒኦ ህዝቢ መቐለ ታሕጓሱ ይገልፅ ኣሎ ዝብሉ ዝነበሩ ካሕዳማት ባንዳታት እዮም። እቲ ብጣዕሚ ዝገርም ድማ ጋዜጠኛ ዳሞራ ያሕያ ቅድሚ ሕዚ ብሰበር ዜና ብምቕራብ ነይሩ ብዙሕ ሰብ ዝፈልጦ ተጋዳላይ እዩ። ኣብ ምግዳል ኮይኑ ዜናታት ናብ ቲኤምኤች ይልእኽ ነይሩ። ድሕሪ ዓወት ቲዲኤፍ መብዛሕትኡ ናይ ትግራይ ከባቢታት እውን ምስ ተቆፃፀረ ኣብ ትግራይ ቴሌቭዥን ተቆፂሩ ብኣሰናዳኢነት ተዘይተጋጌ ዜና ሰበር ዜና ክመፅእ ከሎ ካሊእ ጋዜጠኛ እውን ኣየንብቦ ነይሩ ዳሞራ ኣንብቦ ነይሩ ዝበሃል ብጣዕሚ ክብሪ ዝተውሃቦ ነይሩ ኣብ ትግራይ ትማሊ ግን ንከብዱ ክብል ኩሉ ነገር ክሕድ ኣቢልዎ ትማሊ ዝተፈፀመ ደብዳብ ድሮን ኣብ ልዕሊ ንፁሃን ዜጋታት ምንም ዓይነት ጉድኣት ኣይበፅሐን ክብል ብኣንደበቱ ተዛሪቡ ኣሎ ምናልባት ይፍቀደልና ተኮይኑ እታ ቪድዮ ቁጭ በቢልና ክነእትዋ ኢና ክነስመዐኩም ኢና እቲ ብጣዕሚ ዝገርም ድማ ህዝቢ ትግራይ ፍናን ተሰሚዕዎ ኣሎ ብቲ ናቲ ማሊ ሩፍታ ተሰሚዕዎ ኣሎ ሕወሓት እያ እምበር በክያ ህዝቢ ትግራይ ሩፍታ ተሰሚዕዎ ኣሎ ኢሉ ኣብ ልዕሊ ህዝቢ ትግራይ ክሕደት ፈፂሙ እዩ ኣብ ልዕሊ ህዝቢ ትግራይ ቀሊዱ እዩ ትማሊ ትግራይ እንዳበኸየት እያ ውዒላ ኣዴታት እንዳበኸዩ እዮም ውዒሉ ውዒሎም ህዝቢ ትግራይ እንዳተጨነቀ እዩ እኒኦ ኣብቲ ሕዚ ሰዓት ከምቲ እሱ ዝብሎ ሩፍታ ኣይተሰመዐናን ምናልባት እሱ ኣብይ ኣሕመድ ብዝሃቦ ቅርሺ ሩፍታ ተሰሚዕዎ ክኸውን ይኽእል እዩ ነገር ግን ህዝቢ ትግራይ ኣብ ጭንቂ እዩ እኒኦ ኣብ ድሮ እንዳተደብደበ እዩ እኒኦ ሕዚ እውን ኣብ ዕፅዋ እዩ እኒኦ በቃ ባንክን ኢንተርኔትን ብቻ እዩ ተሪፉና እኒኦ እምበር ካብቲ ዕፅዋን ክባን ዘሕለፍናዮ ምንም ዝተፈለየ ነገር የለን ድሮን ትመፅእ ነይራ ኣብ ከተማ ትድብድብ ነይራ ሕዚ እውን ተመሳሳሊ ነገር እዩ ዝግበር ዘሎ ማለት እዩ ካሊእ ካብቶም ናይ ኣብይ ተጋሩ ወይ ኣዲስ ኣበባ ተፀጊዖም ካሊእ ስራሕ ምስራሕ ዘይኽእሉ ንእሽተይ ዓሰርተ ዒስራ ቅርሺ እንዳተቀበሉ ዝነብሩ ተጋሩ ሓደ እውን እቲ ከባቢ ሞንጆሪኖ ትነብረሉ ከባቢ ስለልኾነ እዩ ብድሮን ተወቂዑ ኢሉ ምን በቃ ታሕጓሱ እዩ ዝገልፅ ነይሩ እና ቀዳማይ ነገር ዋላ ሞንጆሪኖ ገዛኣኡ ተኮይኑ ፈትለ ወርቂ ገብረ እግዚኣብሔር ማለት እዩ ዋላ ገዛኣኡ ተኮይኑስ ዝነገር እዚ ትክክል ኣይኮነን በቃ ኣብ ንፁሃን ንፁሃን ኣብ ዝነብረሉ ኣብ ዝነብርሉ ከባቢ ድሮን ደብዳብ ናይ ኤሎፕራን ደብዳብ ብምንም ዓይነት መመዘኒ ትኽክል ኣይኾንን ብምንም ዓይነት መመዘኒ ማለት እዩ እቲ ካሊእ ድማ ፍልይ ዘብሎ ነገር ኣጋጣሚ ኮይኑ ናታ መንዞሪኖ ገዛ ኣብቲ ከባቢ ኣይነበረን ተዝነብር እውን ትኽክል እዩ ማለት ግን ኣይኾነን ተዝነብር እውን ትኽክል ኣይኾነን ምክንያቱ ኣብ በረኻ ዝውፁ እኒው ንዕኡ ክገጥሙ ምስኦም እዩ ክውድእ እኒዎ በቃ በረኻ ወጺኦም ዝቃለስዎ እኔዉ ኣብ በረኻ ክሰዓር ከሎ ኣብ በረኻ ክሰዓር ክመስሎ ከሎ ብፍላይ ሕዚ እቲ ዘሎ ኩነታት እቲ ጥምረት ኣፍሪሕዎ እዩ እኔዎ ኣብቲ ዜናታቶም እውን ጽምዶ ጥምረት ጽምዶ ጥምረት እንዳበሉ እዮም 24 ሰዓት ዝውዕሉ ዘለዉ ስለዚ መጥፍኢቱ ከም ዝኾነት ስለ ዝፈለጠ ኣብዚ እናመጸ ኣብ ልዕሊ ንጹሃን ዜጋታት ጭፍጨፋ ይፍፅም ማለት እዩ። እቲ ብጣዕሚ ዝገርም ነገር ኣብ ኣዲስ ኣበባ ዘለው ሕዚ ናይ ኣብይ ኣሕመድ ደገፍቲ ዘለው እቲ መውቃዕትታት ከም ዝቕፅል ይዛረቡ ኣለው። ቅድሚ ሕዚ ህወሓት ባዕላ ክትወቅዕ እያ ድሮን ሕዚ ትማሊ ድሮን ክውቃዕ ከሎ ህወሓት ድሮን መከላከሊ ዘይብላ ከምዚ ዘይብላ እንዳበሉ እቲ እቲ ጥቅዓት ከይወፅእ በቃ ካብቲ ኣብይ ኣሕመድ ዘብፅኦ ዘብፅሖ በደል ካብቲ ኣብይ ኣሕ- ኣሕመድ ዝገበሮ ደብዳብ ብላዕሊ ህወሓት ፀረ ድሮን የብላን ዝበሃል ነገር ክዕብልል እዮም ዝገብሩ ነይሮም እ፣ ዋላ ሓንቲ ሓዘኔትኦም ዝገለፁ ኣይነበሩን ዋላ ሓንቲ ማለት እዩ እና እቲ እ፣ ብጣዕሚ ዝገርም ነገር ቅድሚኡ ናይ ኣብይ ኣሕመድ ኣክቲቪስትታት ዝኾኑ ተጋሩ ህወሓት ኣብ መሰቡ ክትድብድብ ትኽእል እያ፣ ኣብዚ ቦታ ክትድብድብ ትኽእል እያ እንዳበሉ እቲ ደብዳብ ብህወሓት ከም ዝፍፀም ኣምሲሎም ይፅሕፉ ነይሮም እና ሕዚ እውን ትማሊ እዚ ደብዳብ እዚ ምስ ኣጋጠመና እዚ ናይ ኣውሮፕራን ድብደባታት ናይ ድሮን ድብደባታት ኣብ ከተማ ክቕፅል እኒኤዎ እዮም ኢሎም ክቕፅል እውን ከም ዝኾነ እዮም ይዛረቡ ዘለዉ ማለት እዩ። እቲ ብጣዕሚ ዝገርም ድማ ተጋዳላይ ወደን ጥሩሕ እዚ ኣብ ሓራ መሬት እዩ እኒኦ። ቅድሚ ሕዚ ኣብ ሓደ መድረክ ኣዲስ ኣበባ ምስ ኸደ ማለት እዩ ብጣዕሚ ድሑራት እዮም ብናይ ቀደም እዮም ዝዋግዑ ክንስዕሮም ኢና ዝብል ነገር ተዛሪቡ እኒኦ። ትግራይ ክልል እያ ብርግፅ ከምቲ ፌዴራል ዘለዎ ነገር ብዙሕ ነገር ዘይክህሉ ይኽእል እዩ ነገር ግን ኣብ ሸረሪና ውግእ እውን ብዙሓት ዝረኣናዮም ነገራት እኒአው። እንታይ ኢሉ ተጋዳላይ ወደንጥሩ ኣዲስ ኣበባ ምስ ኸደ ኣብ ትግራይ ነይሩ። ኣብ ዝሓለፈ ፅንታዊ ኲናት ተሳቲፉ እዩ፣ ተጋዲሉ እዩ፣ መንእሰይ ዓሊሙ ኣጋዲሉ እዩ፣ እቲ ቃልሲ ፍትሓዊ ከም ዝነበረ ይፈልጥ እዩ። እቲ ዕላማና ስዒሩ ኣብ ዝሓፀረ ኣብ ዝሓፀረ ግዜ ኣብ ሸሞንተ ወርሒ ፀላእቲ ህዝቢ ትግራይ ካብ መብዛሕትኦም ናይ ትግራይ ከባቢታት ተፀራሪጉ ክወፁ ዝገበረ ቃልሲ ምዃኑ ይፈልጥ እዩ። ነገር ግን ትማሊ ናይ ጥቕሚ ጉዳይ ኮይንዎ እዩ ዝብል ኣነ ካሊእ ክብል ኣይኽእልን። ኣብ ኣዲስ ኣበባ ድማ ምስ ኸደ ድሑራት እዮም ዘመናዊ መሳርሒ የብሎምን እንዳበለ ብቲ ሰራዊት ብቲ ትማሊ ንዓ ተጋደል ኢሉ ዘጋደሎ ሰራዊት ክቐልድ ኢና ርኢና። እቲ ድሑር ዘብለና ነገር እቲ መሳርሕታት ተፅዋራት ኣይኮነን። እሳቶም ዝሓዝዎ ዕላማ እዩ ድሑር ድሑር ዕላማ ሒዞም እዮም ይቃለሱ ዘለው ህዝቢ ትግራይማ ንምንባር ኣይትነብርን ክነብር እየ ዝብል ቃልሲ እዩ ዘካይድ ዘሎ ናብ መረበተይ ምለሱኒ ትግራይ ተገደደ ከምቶም ካልኦት ክልላት ክትረኣይ እኒኤዋ ኢሎም ዕላማ ሒዙ እዩ ዝቃለስ ዘሎ ና ትግራይ ሰራዊት ብዘይ ዕላማ እንዳመፀ ህዝቡ ዝጭፍጭፍ ዘሎ ናይ ብልፅግና ሰራዊት ሎማዓንቲ ንዕኦም መኪና ስለዝሃቦም ገዛ ሂቡ ስለዘፀግዖም ደቆም ኣብ ኣዲስ ኣበባ ከም ድላዮም ፈላጭ ቆራጭ ስለ ዝኾኑ ከም ድላዮም ኣዲስ ኣበባ ተደልዮም ሰብ የእስሩ ተደልዮም ሰብ የፍትሑ ኣብ ኣዲስ ኣበባ ከም ድላዮም ይኾኑ ስለ ዘለዉ ኣብ ትማሊ ብዘጋደሎ ሰራዊት ምቕላዱ ትኽክል እውን ኣይኮነን ፍትሓዊ እውን ኣይኮነን ካበይ ከምፅዎ ትማሊ ናይ ኣፅዋር ከም ዘይኮነስ ይፈልጦ እዩ ልዕሊ ደርጊ ሰራዊት ዝነበሮ ኣይነበረን ኣብ ኣፍሪካ ኣብቲ ሽዑ ግዜ ደርግ ኣብ ዝነበረሉ ግዜ ካብ ኣፍሪካ ቀዳማይ ዝበሃል በዝሒ እውን ብዘመናዊ መሳርሒ እውን ዝተዓጠቐ ናይ ደርግ ሰራዊት እዩ ነይሩ። እዚ ዝኣክል ግዙፍ ናይ ደርግ ሰራዊት ዝወደቐ ተጋደልቲ ትግራይ ኣብቲ ሽዑ ግዜ ዘመናዊ ነገር ተዓጢቆም ኣይኮነን ከም ናቱ ዝኣክል ነገር ተዓጢቆም ኣይኮነን ስዒሮምዎ እቲ ዕላማ እዩ ስዒሩ ዕላማ ዘለዎ እዩ ዝስዕረና ብፍላይ ቀሊዶም እዮም እዞም ኣዲስ ኣበባ ዘለዉ ኣዲስ ኣበባ ዝኸዱ ጀነራላት ቀሊዶም እዮም ኣብ ኣብ ትግራይ ኣብ ትግራዋይን እዮም ቀሊዶም ፅባሕ ታሪክ ዝሓቶም እዩ ኩሉ ነገር ክቅየር እዩ ሎማዓንቲ ትማሊ ዘጋጠመ ነገር ኣሕፅር ኣቢለ ንምንጋር እየ ናባኻትኩም ናብ ተኸታተልቲ መፅየ ዘለኹ። ብምንም ዓይነት መመዘኒ ሰላማዊ ኣብ ልዕሊ ሰላማዊ ህዝብታት ዝግበር ጨፍጫፍ፣ ኣብ ልዕሊ ሰላማዊ ዜጋታት ዝግበር ናይ ኣይሎፕራን ደብዳብ ቅቡልነት የብሉን እዚ ናይ ዓለም መንግስታት እውን ክፈልጥዎ እኒኦዎ ኩላትና ድምፅና ነስምዕ ናይ ህዝቢ ትግራይ ደገፍቲ ዝኾንኩም ናይ ህዝቢ ትግራይ ደገፍቲ ኢና ኣብ ጎኒ ህዝቢ ትግራይ እኒኢና ትብሉ ኩላትኩም ነዚ ናይ ፌደራል መንግስቲ ኣረመንያዊ ተግባር እንዳውገዝና ክነውግዝ እኔና ኩላትና እንዳውገዝና ክንቃለስ እኔና ኣብ የትም ዓለም ተራእዩ ኣይፈልጥን እዩ ብፍላይ ፌደራል መንግስቲ መንግስቲ እየ እዩ ዝብል ዘሎ ንሕና ኢትዮጵያውያን ኢና ትግራይ ክሳብ ሕዚ ብቲ ዘላቶ ኢትዮጵያውያን ኢና ኣነ ፓስፖርተይ ኢትዮጵያዊ እዩ ዝብል መታወቂያ ኢትዮጵያዊ እዩ ዝብል ስለዚ ኢትዮጵያውያን ኢና ሓደ ናይ ኢትዮጵያ መንግስቲ ግን መንግስቲ እየ እንዳበለ ኣብ ልዕሊ ህዝቡ ከምዚ ዓይነት ክሕደት ክፍጽም ተራእዩ ኣይፈልጥን እዩ። ብምንም ዓይነት መመዘኒ ኣብ ጦር ሜዳ ውግእ ክህሉ እዩ። ኣብ ኣውደ ውግኣት፣ ኣብ ግንባራት ምሽንናፍ እኒኦ እዩ፣ ምሟት እኒኦ እዩ፣ ምቑሳል እኒኦ እዩ። እቲ ዝወጸ ሰራዊት እውን መስዋእቲ ከፊለ ህዝበይ ከድሕን እየ ኢሉ እዩ ዝወጽእ እቲ ሰራዊት። ነገር ግን ኣብ ልዕሊ ሰላማውያን ብኢትዮጵያ ብታሪካ ከምዚ ዓይነት መንግስቲ ሪኣ ኣይትፈልጥን እያ። ኢህኣዲግ መንግስቲ ኣብ ዝነበረሉ ግዜ ኣብ ዕስራን ሸውዓተን ዓመታት ብፍላይ ኣብ ኣጋ ሙራዶ ኣብ መወዳእታ ከባቢ ኣብ ኣምሓራን ኣብ ኦሮምያን ብርክት ዝበሉ ተቓውሞታት ይበጽሖ ነይሩ እዩ። ብፍላይ ኣብ ኦሮምያ ቄሮ ዝበሃል ናይ መንእሰያት ምንቕናቕ ወይ ድማ ውዳበ ነይሩ እዩ ቄሮ በብግዜኡ ሰልፊ ይገብር ነይሩ ዓመፅ ነይሩ በቃ በቃ መንግስቲ ብጣዕሚ ይቃወሙ ነይሮም ሓንቲ መዓልቲ ግን ኢህኣዲግ ኣብ ኦሮምያ ድሮን ወቂዑ ኣይፈልጥን ኢህኣዲግ ኣብ ኦሮምያ ኣብ ልዕሊ ንፁሃን ዜጋታት ክደግሞ እየ ኢህኣዲግ ኣብ ኦሮምያ ኣብ ልዕሊ ንፁሃን ዜጋታት ሓንቲ መዓልቲ ብኣውሮፕላን ብሚግ ወቂዑ ኣይፈልጥን እዩ ምናልባት ሰባት ክእከቡ ከለው ኣይፍቀድን እዩ ምእካብ ሰላማዊ ሰልፍ ኣይፍቀድን ተባሂሉ ኣድማ በታኝ ዝበሃል ነይሩ እንታይ እዩ ብትግርኛ ኣድማ ብተና ብማይ ምናምን ገይሮም ንዝተኣከበ ህዝቢ ዝብትንዎ ማለት እዩ ከምኡ ነይሩ እዩ እምበር ሓደ ሲቪል ሰብ ሓደ ሲቪል ሰብ ብደብዳብ ኣውሮፕላን ዝሞተ የለን። ኣምሓራ ክልል እውን ከምኡ እንዶ ኣብ ኣምሓራ ክልል ብፍላይ 2008 2009 ብናይ ኢትዮጵያ ማለት እዩ ብርክት ዝበሉ ተጋሩ ካብቲ ዓዲ ኣምሓራ ንብረት ዘጥረዩሉ ወሊዶም ከቢዶም ዝነበሩሉ ከባቢታት ተጋሩ ብምዃኖም ብቻ ክወፁ ይግበር ነይሩ። ሽዑ ኢህኣዲግ ኣብ ስልጣን እዩ ነይሩ። ብዙሕ ተቃውሞ እውን ይበፅሖ ነይሩ መንግስቲ ኢህኣዴግ ኣብቲ ሽዑ ግዜ። ሓንቲ መዓልቲ ባህርዳርን ጎንደርን ግን ብድሮን ተወቂዖም ኣይፈልጡን፣ ብሚግ ተጨፍጪፎም ኣይፈልጡን እዮም። በጭራሽ በጭራሽ ኢህኣዴግ ብታሪኩ ከምኡ ገይሩ ኣይፈልጥን። ስለዚ እዚ መንግስቲ እዚ ተደጋጋሚ ጨፍጫፍ ብምግባር ኣብ ልዕሊ ህዝቢ ትግራይ ጭካኔ ዝተመልኦ ድብደባ ብምግባር ኢትዮጵያ እውን ብመንግስታ ብዘመና ከምዚ ዓይነት ኣረመኔ መንግስቲ ሪኣ ኣይትፈልጥን እያ። ፀገሙ ምስ ህወሓት ኣይኮነን፣ ፀገሙ ምስ ህዝቢ ትግራይ እዩ። ስለዚ ኩላትና ነዚ ተግባር እዚ ክነውግዝ እኒኤና፣ ኣብ ጎኒ ህዝቢ ትግራይ ደው ክንብል እኒኤና። ናይ ዓለም መንግስታት እዚ ክፈልጡ እኒኤዎም። ናይ ትግራይ ህፃናት እንታይ ስለ ዝገበሩ ኣብ ዝሓለፈ ውግእ እውን ኣብ ልዕሊ ህፃናት ተጋሩ ነይሩ እዚ ኩሉ ጨፍጫፍ ዝግበር ህፃናት ግዳያት ኮይኖም እዮም። ህፃናት ኣካሎም ጎዲሉ እዩ። እነታት ኣብ ዝሓለፈ ኩናት እውን እነታት እዮም ግዳያት ኮይኖም ኣቦታት ዓበይቲ ሰባት ብዕድመ እዮም ግዳያት ኮይኖም ስለዚ እዚ ህዝቢ ታርጌት ዝገበረ ጦርነት ብቁልጡፍ ደው ክብል እነዎ ኩላትና ድምፅና ክነስምዕ እነይና ካሊእ እዚ መንግስቲ እዚ ብጣዕሚ ኣፍሪሕዎ ዘሎ እቲ ፅምዶ እዩ። ፅምዶ ህዝቢ ትግራይ ምስ ህዝቢ ኤርትራ ዝገበሩ ፅምዶ ወይ ድማ ሰላማዊ ርክብ ህዝቢ ትግራይ ምስ ህዝቢ ኣምሓራ ምስ ተወከልቲ ህዝቢ ኣምሓራ ዝገበሩ ናይ ሰላም ርክብ እዩ ከምዚ ድቃስ ኣስኢንዎ መዓልቲ መዓልቲ እንዳመፀ ዝጭፍጭፈና ዘሎ ቅድሚ ሕዚ ትግራይ በይና እያ ነይራ በይንና ኮይና ኣብይ ኣሕመድ ዝራያት ኣኪቡ ኣብ ልዕሊ ህዝቢ ትግራይ ጨፍጫፍ ፈፂሙ እዩ፣ ጄኖሳይድ ፈፂሙ እዩ። ሕዚ ንእሽተይ ናይ ሰላም ሃዋህብ ምስ ጎረቤት ምስ ተረኸበ ድማ እዚ ህዝቢ እዚ ክነብር ኣይኽእልን ኣየንብረንን ኢሉ ተመሳሳሊ ጭፍጨፋ ይፍፅም ኣሎ። ከም ምኽንያት ዘቕርቦ ነገር ቀደም ህወሓት ንምውቃዕ ነይሩ ዝብል ህወሓት ንምውቃዕ ኢሉ ነገር ግን ኣብቲ ህዝቢ ዘብፀሖ ነገር ዝርሳዕ ኣይኮነን። ፅባሕ ብታሪክ እውን ክሕተት እዩ፣ ፅባሕ ካሊእ መዓልቲ እዩ። ሕዚ ድማ ከም ሰበብ ወይ ከም ምክንያት ዘቅርቦ ነገር ምንም ዓይነት ምክንያት ተዝህልው ህዝቢ ንምንጭፍጫፍ ምክንያት ኣይኸውንን እዩ ህዝቢ ካልእ እዩ መንግስቲ ካልእ እዩ። ኣብ ህዝቢ ዝተኮሰ ውድቀቱ ኣፋጠነ ኣብ ልዕሊ ህዝቢ ኣይትኮስን ይብል ነይሩ ነብሱ ይምሓሮ ሜጀር ጀነራል ሓየሎም ኣርኣያ። ስለዚ እዚ መንግስቲ እዚ ኣብ ህዝቢ እዩ ዝትኩስ ዘሎ ካብ መጀመርያ ካብ ስልጣን ካብ ዝመፀሉ ግዜ ኣትሒዙ ክሳብ ሕዚ እዩ ኣብ ልዕሊ ህዝቢ ትግራይ በትሪ ኣልዒሉ እዩ ይጭፍጭፈና ዘሎ። ስለዚ ሕዚ ናብቲ ዋና ክምለስ ከለኹ ፅምዶ እዩ ኣፍሪሕዎ እኒኦ። ፅምዶ ንክጠናኸር ናይ ኩላትና ኣበርክቶ የድልዮ እዩ። ምክንያቱም ናይ ሰላም ፅምዶ እዩ። ብፍላይ ኣብ ፅምዶ ዘለኹም ድማ ሕዚ ናይ ኣምሓራ ተወካይ ህዝቢ ኣምሓራ ወኪልኩም ምስ ትግራይ ፅምዶ ዝገበርኩም ህዝቢ ኤርትራ ወኪልኩም ምስ ትግራይ ፅምዶ ዝገበርኩም ድምፂ ክተስምዑልና እኔኩም ህዝቢ ትግራይ ይጭፍጨፍ እዩ ዘሎ ህዝቢ ትግራይ ይመውት እዩ ዘሎ ህዝቢ ትግራይ ሕዚ እውን ኣብ ዕፅዋ ኣብ ክባ እዩ እኒኦ ድምፂ ክትሆኑልና እኔኩም እዚ ኣረመኔ ድርጊት ትግራዋይ ብቻ ኣይኮነን ኣምሓራይ ኤርትራዊ ኦሮሞ ኩሉ ኢትዮጵያዊ ኩሉ ኤርትራዊ ኩሉ ወዲ ሰብ ዋላ ሱዳናዊ ኩሉ ወዲ ሰብ ኩሉ ወዲ ሰብ ኣብ ዓለም ዘለኹም ድምፂ ክተስምዑ እኒኤኩም ኣብይ ኣሕመድ ይኣኽለካ ክበሃል እኒኤዎ ፅምዶ ክጠናኸር እኒኤዎ በቃ ሰላም ናይ ሰላም ርክብ ክጠናኸር እኒኤዎ ስለዚ ሎማዓንቲ ካብ ናይል ሚድያ ኣብ ልዕሊ ህዝቢ ትግራይ ዝግበር ኩሉ ዓይነት ጨፍጫፍ ጭካነ ዝተመልኦ ናይ ኣረመኔነት ተግባር ኩሉ ወዲ ሰብ ከውግዞ እኒኤዎ ከምቲ ዝጀመርናዮ ያው ንእሽተይ ትግርኛ በይነይ ክዛረብ ከለኹ ንእሽተይ ናይ ቋንቋ ምሕፃር የጋጥመኒ እዩ ከምዚ እንዳወፃና ግን ሰሙናዊ ኣብ ትግራይ እንታይ እኒኦ ሓድሽ ነገር ዝብል ድማ ንእሽተይ ናባኻትኩም ናብ ተኸታተልቲ እንዳምፃኹ ሓበሬታ ከቕርብ እየ ንዚ ቻናል እዚ ሓደሽቲ ዝኾንኩም ሰብስክራይብ ብምግባር ቤተሰብና ሁኑ